ቃንዛ ስምብራት ናይ ብንያም ርእየት ምንባር ይኣኽለኒ ካብ ዝብል ነዊሕ ግዜ ኮይኑኒ። ግዳ ንሱ ዘይኣኸለለይ ኮይኑ ግና ጌና ይነብር ኣለኹ። ሕብርታት ምርኣይ ካብ ዝገድፉ ዓመታት ኣቑጺሮም። ኩሉ ኣብ ደረት ትርኢተይ ዘሎ ጻዕዳን ጸሊምን እዩ። ንዓለም ብናይ ሓምሳታት ተለቨጅን'የ ዝርእያ። ከም ወትሩ ጋሕጋሕ ምድሪ ድቃስ ከይጸገብኩ እየ ተንሲኤ። ግና ድማ ተመሊሰ ክድቅስ ዝደሊ ኣይመስለንን። መጽሓፍ ከንብብ ፈቲነ ነይረ። ኣይኮነለይን። ገዲፈዮ። ረፊዱ እዩ። ጠምየ ይኸውን እየ። ክበልዕ ዝደሊ ግና ኣይመስለንን። ኣደኡ ገዲፋቶ ዝገሸት ህጻን ክመስል ኣብ ኩርሲ ተቐሚጠ፣ ርእሰይ ኣብ ናይ ኮምፒተር ጣውላ ኣውዲቐ፣ ኣብ ሽው ዝበለ ናይ ሓሳብ ዓለም እየ ነይረ። መስጣ ይብጽሓኒ ምስክነይቲ ሞባይለይ ድማ ኣብ ዓራተይ ኮይና ካብ ዩቱብ መመሪጻ ምስ ዝህለው ኩነታት ሰማማዕ ዝበለቶ ሁዱኣት ደርፍታት እናሰምዐት ምሳይ ክትትክዝ ትፍትን። ልበይ ምሳይ ስለ ዘይነበረት ናይ መን ወይ ንኣየነይቲ ደራፊት ትኸፍተለይ ከም ዝነበረት ክግደሰላ ኣይረፈድኩን።

እንተን ብማጠቴ እናበለት ትቑዝም፣ ኣነ ድማ ኣዒንተይ ዓሚተ ይሰምዓ፣ ምስማዕ ሓገዝ እንተኾይኑዋስ። ብዙሓት ሰባት ዘጻልእካ ሰብ ኢኻ ትፈቱ እዮም ዝብሉኒ፣ ግን ቅኑዓት ኣይመስለንን። ከምኡ ይመስሎም ይኸውን እምበር ዘፋትወኒ ሰብ'ውን ይፈቱ'የ፣ ንኣብነት ንናይ ግርማይ ዓንዶም፣ ናይ ዘሪቱ ከበደን ደርፍታት ዘፋትወኒ ሰብ ክፈቱ ግዱ'የ፣ ብርግጽ። ምስ ኩሎም ኣድነቅቲ እዞም ክልተ ደረፍቲ ብኣካል ኣይፋለጥን እየ ካብ ልበይ ከም ዝፈትዎም ከም ዘኽብሮም ግን ተኣማሚነ ዝዛረበሉ ሓቂ እዩ ብመንገዲ ዘሪቶ ኣቢለ ነቶም ምስ ናተይ ዝመሳሰል ናይ ሙዚቃ ምርጫታት ዘለዎም ውሑዳት መቅርበይ ኣብ ምዝካር ኣተኹ ምስልታት ሮቢ ዳኒ ህዝቅኤል ሴሉ ሽደን ኮኾብ ጆን ወዘተ በብእብረ ኣብ ርእሰይ ቅልቅል ጥፍእ ኢሎም። ምስሊ ሓንቲ ጓል ግን ሓንሳብ ምስ መጸ ድርቕ ኢሉ ምኻድ ኣበየኒ። ግሩም ምስላ እቲ ጠባያ መጨበጢ ስለ ዘይብሉ ብዙሕ ግዜ እትሕርቐኒ ግን ድማ ምስ ምንዋሕ ግዜ ብናይ ሙዚቃ ምርጫ ሓብተይ ዝኾነት ራህዋ ግርማይ። ዝኾነ ሰብ ዘይፈልጠለይ ንራህዋ ግርማይን ክዝክራ ዝገብራ ምስጢራዊት ልምዲ ኣላትኒ። ኣብ ናይ ኢንስታግራም ሕሳባ ኣትየ ነቲ ሓደ እዋን ተበሪህዋ እንከሎ ዝለጠፈታ እንኮ ስእላ ምዕዛብ ሞባይለይ ኣልዒለ ከም ልማደይ ንምስሊ ራሃዊት ኣተኲረ ጠሚተዮ። ከደራ ሕብሪ ቆርበታ መዓር ዝቅለብ ህጻን ሩኹባት ይመስል ሸፋሽፍቲ ዒንታ ኮነ ኢልካ ዝተጸርበ ክመስል፣ ንጸዓዱን ፍሩያትን ኣዒንታ ጽባቐ ይድርበሎም። ኣፍንጫ ተራር፣ ቅርጺ ገጽ ኣኽብብ ዝበለ ግን ድማ ቀጢን፣ መዓጓጉርታ ምጡናት፣ እታ እንትርፎስ ሳሕቲ ኣብ ገዛ ክትከውን እንከላ ፈጺማ ተፈልያታ ዘይትፈልጥ፣ ንኹሉ ሰብ ምስጢር እትኾነ ግን ድማ ክትዛረበላ ዘይትደሊ፣ ጻዕዳ ብላስተር ከም ወትራ ኣብቲ ነዊሕ ክሳዳ ተጋዲማ ካብ ክልቲኦም መናኹባ ዝበገሱ፣ ኣብ ትሕቲ ክሳዳ ልዕሊ ኣፍልባ ሰረገላ ክመስሉ ጫሕ ዝበሉ ኣዕጽምቲ፣ ከምቲ ንኻልእ ነብሳ ተባሂሎም ዝተሰርሑ ዝመስሉ ገዘፍቲ ጥባታ ድማ ተሓጋጊዞም ንዝለበሰቶ ረቂቕ ክዳን ክብጥሱ ይፍትኑ። ፍሽኽታኣ ከም ልማዳ ኣይነበረን፣ ብኽልተ ጻብዕይ ንኸናፍራ ድህስስ ኣቢለዮ። ግዳ ተሰኪፈ ግን ኣዒንታ ዘፍጠጠተለይ መሰለኒ። ገለ ደስ ዝብል ስምዒት ክስምዓኒ ተፈለጠኒ። እንታይ እሞ፣ ነዊሕ ከይጸንሐ'ንዶ፣ እቲ ገንጫር ኣቀራርባ ኣብ ቅድሚ ዓይነይ ግትር ኢሉ። ብትሑት ድምጺ ምስ ነብሰይ፣ ጠባይ! ጠባይ! ጠባይ! ጠባይ ባዶ ኮይንኪ ራህዊት! ጽብቕትን ዕይንትን ኮይንኪ ራህዊት! ብምባል ሞባይለይ ዓጽየ፣ ርእሰይ ኣብ ጣውላ ኣውዲቐ፣ ናብቲ ዘርፈድኩላ ደርፊ እናሰማዕኩ፣ ምሕሳብ ተመለስኩ። ኣነን ሞባይለይን ከም ዕላማ ከም ዝሓዝናዮ ንኹሎም ኣብ ዓለም ዘለዉ ናይ ትዝታ ደርፍታት ሰሚዕና ክንውድኦም ኣብ ኣጋ ምቕራብና ሞባይለይ ተዘዝታ ብምግባር ኣድህቦይ ሓተተት። ተቓላቲፈ እንታይ ከም ዝኾነት ክፈልጣ ኣልዒለ እንተረኣኹዋ ሮቢ'ዩ ዝድውለለይ ነይሩ። ሓድሽ ስምዒት ክስምዓኒ ይደሊ ኣይነበርኩን። ምስ ሰባት ምርኻብ ወይ ምዝራብ ሓድሽ ስምዒት ክስምዓኒ ክገብር ስለ ዝኽእል ተሓሪመ'የ ቀንየ። ሱቕ ክብል ወስዊሰ ነይረ ግን ተቐቢለዮ። ሮቢ፣ ሰላም ቢኒ ዓርከይ፣ ሎሚ ደኣ ክትሕጎሰለይ ዲኻ? ሰላማት ሮቢ፣ እሂ እንታይ ተረኺቡ? ነታ ናይ በቐዳማይ ግጥመይ እንድየ ጥዕምቲ ዜማ ገይረላ። ብሓቂ ጽቡቕ እምበር። እወ! እንታይ ደኣ ከዳ ድምጽኻ ደኺምኒ ደሓን ዲኻ ደሓን እየ ደሓን እየ ረቢ ሓወይ እሞ ገዛ ምጻእ ባሮ ምሳሕ ሰሪሓ ኣላ ንበልዓ ኣላ ደሓር ከኣ እታ ዘይማ የስምዓካ ደሓር ዘይንገብራ ረቢ ሓወይ ወይ ጽባሕ ኢ ስራሕ ሒዝካ ዲኻ ኣይሓዝኩን እሞ ዓቕሊ የብለይ ሕጂ ምጻእ ወይ ክምነጸካ ዓቕልስ ክትስእን ኢኻ ሓቅኻ በቃ ደሓን መጻኹም። ሮቤል ንራህዋ ወዲ እኳ እዩ፣ ብሓደ ስለ ዝዓበዩ ግን ዳርጋ ሓዋ እዩ። ንራህዋ ስድራኣ ብህጻና ምስ እንዳ እኳኣ ገዲፎማ ካብ ሃገር ብምውጽኦም፣ እቱ እንኮ ሓው ንሮቤል ድማ ቀድሚ ሸውዓተ ዓመት ስለ ዝሰዓቦም ዳርጋ ዝበዝሕ፣ ካብ ዕድሚኣ ምስ ሮቤል ጥራይ ኣሕሊፋቶ ሮቤል እውን ከምኣ ንዝበዝሕ ካብ ዕድሚኡ ምስ ራህዋ የሕሊፍዎ ንሮቤል ቅድሚ ኣርባዕተ ዓመታት ንኣዲስ ኣበባ ጋሻ እንከለኹ ብመንገዲ ሓንቲ መምሃርተይ ነበር እየ ዝፈልጦ ብዕድመ ቁሩብ ንእስ ይብለኒ እዩ ኣስተማቓሪ ሙዚቃን ንፉዕ ዘያምን ድማ እዩ ኣብ ገዛኡ ዘይብሉ ዓይነት መሳርሒ ሙዚቃ የልቦን ድሮ ሓያሎ ኣብ ህዝቢ ጽቡቕ ተቐባልነት ዝረኸባ ዘይማታት ሰሪሑ ንዝተፋላለየ ደረፍቲ ሂቡ'ዩ። ደረፍቲ ክፈትውዎን ከኽብርዎን ጉዳም'ዮም። ኣብ ደምበ ጥበብ በዓል ዓቢ ስም'ዩ። መሊኡ ከይመልእ ቁመት ትጎድሎ ኮይና እምበር ንኹሎም እቶም ንወዲ ተፈታዊ ዝገብርዎም ጸጋታት መልክዕ'ውን ተዓዲሉ'ዩ። ጠባዩ እኽሊ ስሕት ኢሉ መስተ የብዝሕ ኡሉፍ ግና ኣይኮነን። መዕለቢ ዓይኒ ልበ ኣዋልድ እዩ ኮታ ሰላም ዝበላ ጓል መቐነታ ትፈትሓሉ ሰብ ሓዳር ከይተረፋ ሮቢ በዓል ወኒየ ሰብኣይ ኣሪጎምኒየ ንዓ ምሳይ ቀኒ እናበላ ዝደርፋሉ ፍትው መንእሰይ ከም ዝመስለኒ ከም ዓርኩ እዩ ዝሓስበኒ ንዓይ ግን ሓወይን ጎረበተይን ደኣ እምበር ዓርከይ መሲልኒ ኣይፈልጥን ሓደ መዓልቲ ድራፍት ኣብዚሕና ሰኺርና እንከለና ግን ራህዋ ሓብቲ ስለ እትፈትወኒ ጥራይ ብፍሉይ ከም ዝፈትወንን ከም ዘኽብረንን ነጊሩኒ ነይሩ። ሓቂ ንምዝራብ፣ ራህዋ ብድሕረይ ትፈትወኒ እንተ ዀይና እንድዒ እምበር፣ ኣብ ቅድመይ እኳ ገጽ ሂባትኒ ኣይትፈልጥን እያ። ሸለል እናበለት ብዙሕ ግዜ እያ እትሕርቐኒ። ክትቀርበኒ ኣይትደልን እያ ኢለ ኣሚነ ክርሕቕ ኣብ ዝፍትን ድማ ሃንደበት ክትቀርበኒ ትደሊ። ዓቕለይ ተወድኣኒ እያ። ዝዓጅበኒ ክመስላ ግን ኣይደልን እየ። ብዝዀነ ግን፣ እታ ሮቢ ዝበለኒ ዘረባ ወትሩ ጽብቕ ስምዒት እያ ትህበኒ። ሮቢ በቲ ኣብ ልዕሊ ሓብቱ ዘለዎ ፍቕሪ፣ ሓልዮትን ወትሩ ምስ ኣገረመኒ። ተፋላልዮም ውዒሎም እንክራኸቡ ሓቝፎም እዮም ዝሰዓዓሙ። መኣዲ ኣብ ዝተቐረቡሉ ቀዳመይቲ ዝሓዛ ኮላሶ ንዓይ እዩ ዝኾልሳ። ብዘይካኡ ከስሕቓ ዝኽእል ሰብ የልቦን። ንኣስነን ራህዋ ንፋስ ሃሪምወን ዝፈልጥ እንተኾይኑ ሮቢ እቲ ምኽንያት። ክሓስቦ እንከለኹ ሮቤል ኣብቲ ምድረ በዳ ህይወት ራህዋ ኦኣሲ ኮይኑ እዩ ዝስምዓኒ። ሓደ መዓልቲ ኣብቲ ፈለማ ክንላለ ኣብ ገዛኦም ሰለስቲና ኮፍ ኢልና እንከለና ኣነ ንራህዋ ከዛርባ ብምሕላን፣ እዚ ጽልምኽስ ንሓንቲ ባሮ ዝብላ ዝነበርኩ ጓል እየ ዘኽክረኒ ይብላ እሞ ንሳ ድማ ደስ ከም ዘይበላ ብዘስምዕ ቓና፣ ኣይ ኣፍቃሪተይ ጥራይ'ያ ነይራ ከይትብለኒ እምበር ምዝካርስ ጸገም የብሉን። እንታይ'ዩ'ኸ ትርጉም ምጳሩ? ኣጆኺ ንዓኺ ትመስል ጓል ከፍቅር ኣይክእልን'የ። ይሕረቓይ ዝብል መልሲ'ዩ ነይሩ። ሮቢ ድማ ሃንደበታዊ ምትህልላኽና እናስሓቑ፣ ባራኸ እንታይ ማለት'ዩ ትርጉሙ? ናይ ቋንቋ ዓፋር ቃል'ዶ ይመስል ሓቀይ? ብምባል ይጽንበረና። ባሮ ደኣ ጸላም ከምዛ ሓብትና ግን ንላም ንጤል ወይ ንበጊዕ ዝወሃብ ስም እዩ። ሮቢ ብቐሊሉ ዝስሕቕ ዓይነት ሰብ እዩ። ሽዑ ድማ እንተስ ከጣውስ እንተስ ብሓቂ ተሰሚዕዎ ፍሕስ ኢሉ ስሒቑ። ካብቲ ዕለት ንደሓር ኣነን ሮብን ብሓደ ብ ንኾነሉን ራህዋ ባሮ እናበልና ኢና ንጽውዓ። ንሳ እውን ነታ ሰጓ ምስ ግዜ። ዳርጋ ተቐቢላተያ። ንሮብኤል መጻእኺሎዮ ከብቅዕ ምድንጓየይ ስለ ዘሰከፈኒ ሸበድበድ ኢለ ኣርማድዮ ከፊተ ጸሊም ካናቲራን ጸሊም ፈኲስ ቱታን ብምውጻእ ናብ ዓራት ደርበኹዎ። ተቓላጢፈ ነቲ ተኸዲነዮ ዝሓደርኩ ልብሲ ብምውጻእ ድማ ቀያየርኩ። ናብ ሰባት ክሕወስ ይወጽእ ብምህላወይ ዘኪረ ሽታ ኣካላተይ ንምውጋድ ቁሩብ ጨና፣ ቁሩብ ዲኦዶራንትን ናብ ነብሰይ ድሕሪ ምንፋሕ ኣብ ከባቢ ገዛይ ክኸውን እንከለኹ ጥራሕ ዝጥቀመሎም ጽምዲ ሸበጥ ለቢሰ ካብ ገዛይ ወጻኹ። ናይቲ ገዛ ዓጽየ ኣብ ትካዘ ዘርፈድኩዎ መስለኒ ደገ ምስ ወጻኹ ጫውጫው ትዋህ ሕግርግር ዝበዝሐ መሰለኒ ናይ ቀትሪ ክሰግድ ናብቲ ኣብ ጥቃ ገዛይ ዘላ መስጊድ ዝውሕዙ ኣስላም ነቶም ጸበብቲ ጎደናታት መሊኦሞም ኔሮም እቲ መዓልታዊ ኣላሁ ኣክበር እናበለ ዝርብሸኒ ካብ መጉልሒ ድምጽታት መስጊድ ዝወጸ ጸሎት ሽዑ ውን ነቲ ከባቢ ረቢሽዎ ኔሩ ጸሓይ ከኣ በርቲዓ ነይራ። ቀልጢፈ ኣብ ገዛ ክኣቱ ግዲ ደልየ ብፍጥነት ብምውሳኽ ጉዕዞይ ናብ ገዛ በዓል ሮቤል ኮነ። እቲ ርሕቐት ሓጺር ስለ ዝኾነ ኣብ ውሽጢ ሒደ ደቓይቕ ኣብ ኣፍደገ ገዛ በዓል ሮቤል በጻሕኩ። ንሮቤል ክፈተኒ ንክብሎ ሞባይለይ ኣውጺኤ ክድውል ማዕጾ ክኽፈትን ሓደ ኮነ። ክጽበነኒ ጸኒሑ። ምስ ሓቐሪምና እናበላካ ተቢኒ ይቕረታ ረቢ ሓቅኻ ዶንግየምሽ ናይ ቴሌፎን ድምፅኻን ገፅካን ነንበይኖም እዮም ተጸሊእካ ዘሎ መሲልኒ ተሻቒለ ነይረ ወዲ ግን ወላህላይኻ ትብል ዘለኻ ናይ ድቃሲ ዝኸውን ድምፂ ከምኡ መሲልካ እምበር ጽቡቕ እየ ዘለኹ ረቢ ምስ ሰባት ኣብ ዝራኸበሉ ሞራል ናይቶም ሰባት ንምብራኽ መስለኒ ጥዒምካ ጸቢቕካ ገሪምካ ናይ ምባል ኣመል ኣለዎም። ንበዓል ሮቢ ዳርጋ ኩሎም ስድርኣም ኣብ ወጻኢ እዮም ዝነብሩ። ሮቤልን ራህዋን ጥራሕ እዮም ኣብ ኣዲስ ኣበባ ኮይኖም ፕሮሰስ እናተጸበዩ ዝእለዩ። ስድራኦም ከሕንቅቕዎም ስለ ዝደለዩ ድማ ገፊሕን ጽቡቕን ገዛን እዮም ተኻርዮምሎም። ክበጽሕዎም ወይ ንባዕሎም ከዕርፉ ናብዛ ዓዲ ኣብ ዝመጹሉ ግዜ ካልእ መዕረፊ ኣጋይሽ ምኽራይ ኣየድልዮምን እዩ። ነቲ ገዛ ግፍሑን ጽርየቱን እቶም ግቡእ ክንክን ዝግበረሎም ውቁባት ዕንበባታት ቤት መንግስቲ እዮም ዘምስሎም። ኣብታ በዓቲ ትመስል ጭፍልቕላቕ ገዛይ ጸኒሕካ ናብዚ ገዛ ምምጻእ ልክዕ ከም ንደቓይቕ ኣፍንጫኻን ኣፍካን ተዓቢስካ ጸኒሕካ ደጊምካ ምኽፋት እዩ። ካብ ቅድሚ ኣርባዕተ ዓመታት ጀሚረ ናብዚ ገዛ እንተወሓደ ኣብ ክልተ ሰሙን ሓደ ግዜ ይመጽእ እየ። ንጽባቐኡ ግን ክላመዶ ኣይከኣልኩን። ሕጽር ዝበለ ደረጃ ወጺእና፣ ሳእንና ኣምሊቑና ንውሽጢ ድሕሪ ምእታው ኣብ ሶፋ ተቐመጥና። ኣመና ከም ዝደንጎኹ፣ ኣብ ጠረጴዛ ተቐሪቡ ክጽበየኒ ዝጸንሐ ዝዘሓለ ዝመስል መግቢ፣ ልስሉስ መስተን እዩ ዝያዳ ተሰዊጡኒ። ሮቤል ብዙሕ ከይጸናሕና ብድድ ብምባል ንዓበድ ኢልና ንተሓጸብ'ሞ ክንበልዕ፣ ኢሉኒ። ሕራይ ሕራይ ንተሓጸብ፣ በልኩዎ ብስክፍታ። ተመራሪሕና ናብ መሕጸቢ ኢድ እናኸድና፣ ባሮኸ ደኣ የላን ድያ? በልኩ ደሃይ ራህዋ ንምፍላጥ። ኣላ'ባ፣ ቁሩብ ምስ ደንጎኻ ኣይጽበየኩምን'የ ኢላ ንበይና ተመሲሓ ኣብ መደቀሲኣ ኣላ። ራህዋ ከምኡ'ያ። ብዙሕ ዓቕሊ የብላን፣ ሰብ ክመጽእ እንከሎ ኣብ መደቀሲ የኽፍላ፣ ናይ ምሕባእ ኣመል ድማ ኣሎዋ። ምሳይ እኳ ደሓን እያ፣ ስሕት ኢላ ተዕልልን ትጻወትን እያ፣ ወላ ደሓን ትኹን ግን ኣዝያ እያ ተሕርቐኒ። መዓስ ትኾሪ፣ መዓስ ትምለስ፣ መዓስ ትግደሰለይ፣ መዓስ ሸለል ትብለኒ ፍሉጥ ኣይኮነን። ኣነ በቲ ምስ ሮቤል ዘልኒ ቅርርብ ከም ሓብቲ እየ ዝከናኸና፣ ንሳ ግን ክሳብ ናብ ገዛና ኣይትምጻእ እትብለኒ ዘላ ኮይነ ይስምዐኒ። ገጻ ትኸልአኒ እውን ኣሎ። በቲ ስሕት ኢለ ባዕለይ ዝሪኦን በቲ ሮቢ ምሳኻ ጥራሕ እያ እኮ ደሓን ዝብለኒ ንነብሰይ ምጽንናዕ ለሚደ እየ። ሕሉፍ ሓሊፍኒ ንዓይ ክሕሸኒ ምስ ነብሰይ ንስኻ ዝገበርካዮ የብልካን ቢኒ። ሕማም ነብሳ እዩ በቃ። በቃ ይበሃሃል እዩ። ራህዊት ትሰርሖ መግቢ ኩሉ ግዜ ጥዑም እዩ። ግዳ ብዙሕ ከይበላዕኹን ዝተቐረበልና መግቢ ከይተፋረቐ ጸገብኩ። ዝበልዕ ዘለኹ እናመሰልኩ ስቕ ኢለ ክጽበ ይኽእል ነይረ እየ። ንሮቤል ጸጊበ ንዝበለ ሰብ ወጠጥ ናይ ዘይምባል ጽብቕቲ ባህሪ ስለ ዝፈልጠሉ ግን ስቕ ኣይበልኩን። ኣነስ ጸጊበ ረቡዕ ዓርከይ። እዋእ ቆሪስካ ዲካ ኣብ ገዛ? ኣይቆረስኩን። እንታይ እዋን ድኣ እሞ ጸጊብካ? እሞ ጸጊበ ካብ በልካ ድኣ እታ ሪከርድ ዝገበርክዋ ሳምፕል ከስምዓካ። እናበላዕኩ ድኣ ኮይኑ እምበር ኣስምዓኒ ሕራይ። ቀደሙከ እንታይ ክገብር ድየ መጽየ? ዜማ ንሮቢ ጊላ እዩ። ንዓብ ዝበለሉ ከተፍ ኪድ ኣብ ዝበለሉ ጽርግፍ እዩ ዝብለሉ። ግጥሙ ግን ብዙሕ ኣይኮነን፣ ተውህቦ የብለይን ኢሉ ስለ ዝኣምን ይመስለኒ እምበር ግጥሚ ክጽሕፍ ዝፈተነሉ እዋናት ውሑዳት እየን። እዛ ሓድሽ ደርፊ ግን ብዜማ ጥራይ ዘይኮነ ብግጥሚ እውን ናቱ'ያ፣ ኣርእስታ ቅድስቲ'ያ። ንራህዋ ሓብቱ ፍቕሪ ንምግላጽ እዩ ሰሪሑዋ፣ ብተስፋኣለም ቆርጫጭ'ያ ክትድረፍ፣ ኣብቲ ድሕሪ ገለ ሰሙናት ዝመጽእ መበል ዕስራን ሓሙሽተን ዓመታ ዕለት ልደታ ከም ህያብ ክህባ ምዃኑ ብምስጢር ክሕዞ ከም ዘለኒ ግጥሚ ጽሒፉ ርእይቶ ክህቦ ክሓተኒ እንከሎ እዩ ነጊሩኒ። እቲ ደርፊ ገና ዘይተወደእት ምዃና ኣብ ግምት ኣእቲኻ ኣዝያ ብልጽቲ ደርፊ ከም እትኸውን ፍሉጥ እዩ። ብዘይ ቀልዓለም ጽብቕቲ ደርፊ ከም ዝሰርሐ ድማ ርእይቶ ይሃብክዎ። ብውሽጠይ ንሮቤል ብዘለዎ ዓቕሚ ንራህዋ ድማ በቲ ካብ ሓዋ እትረኽቦ ግዙእ ፍቕሪ ቅዱስ ቅንኢ ክቐንኣሎም ተፈለጠኒ። ተዓዲሎም ድማ በልኩ ብውሽጠይ። ኣነን ሮቤልን ብዛዕባ ደርፊ ምዝራብ እንተጀሚርና ግጽየ ፍጥነቱ እዩ ዝውስኽ። ሽዑ እውን ከም መኣመሉ ከይተረድኣና ዕዝር ኢሉ። ድሮ ኣጋ ምሸት ኮነ። ኣዝዮም ብዙሓት ደርፍታት ኣልዒልና ተዛሪብና ክንስና ዕላልና ኣይጸገብኩዎን። ሮቤል እውን ጸግብ ኣይመስለንን ግን ምስ ሓደ ሰብ ናይ ቴለፎን ቆጸራ ስለ ዝነበረኒ ንገዛ ክኸይድ ነይሩኒ። በሊ ኣኽለና ኸይድ ጽባሕ ንቐጽሎ ዘረባና። እሂ ስራሕ ኣለካ ድዩ? እወ ናይ ቴለፎን ቆጸራ ኣላትኒ ኢልካ ንሓናይ በል ክሳብቲ ማዕጾ ከፋንወካ ንኺድ እወ ግዳ ዕላል ከይኮልፍ ኢለ ከይነገርኩኻ ውዒለ። ቢኒ ሜሪ ፕሮሰስ ሰሊጥዋ ትኸይድ እንድያ ዘላ ናይ ምፍናው ዓይነት ክንዘናጋዕ ንሎ ምሸት ክንወፅእ መደብ ጌርና ኣለና ክንምድቦ እንከለና ንገሮ ኢላትኒ ነይራስ ረሲዐዮ ቀኒ ከየዳለኹኻ ደንጉየ ስለ ዝነገርኩኻ ግን ይቕረታ ስራሕ እንተዘይብልካ ግን ብሓባር ከነምሲ ብገዛ ክሓልፈካ ዓርቢ እንድዩ ምውፃእ ደኣ እንታይ እምበለኒ ሜሪ ከኣ ጥዕምቲ ሰብ እንድያ መፋነና እያ ትዳሊ ክትጽበየካ እየ ክትብገስ እንከለኻ ኣቀዲንካ ደውለለይ። ኣዲስ ኣባባ ኣብ ኣጋምሸት ትጽብቕ እያ ኩነታት ኣየር ኣዝዩ ጥዑም ስለ ዝኸውን ንኣስመራ እያ ተዘኻኽረካ ኣብ መንገደይ ብዛዕባ እታ ጥዕምቲ ሓዳሽ ደርፍን ዝምድና ሮቤልን ራህዋን ምሕሳብ ኣየቋረጽኩን። ብዛዕባ ሜሪ፣ እታ ናይ ሓደ ዓመት ኣፍቃሪት ሮቤል እውን ኣይሓሲበ። ብዛዕባ እታ ንምሸት ክንዛናግዑ ንወጾ ኣብኡ ንረኽቦም ህቡባት ናይ ሮቤል ኣዕሩኽ እናሓሰብኩ ገዛ ኣተኹ። ሓንሳብ ቴለፎን ክዛረብ ሓንሳብ ድራር ክሰርሕ ጸኒሐ ነብሰይ ክተሓጻጸብ ስለ ዘምሰኹ ሰዓታት ምሸት ዳርጋ ከይተፈለጠኒ ተዓዚሩ። ድሮ ሰዓት ትሽዓተን ፈረቓን ናይ ምሸት ኮነ። ድራር ዝበላዕኹሉ ብያቲ ወዲ ብያቲ እናሓጸብኩ፣ ሞባይለይ ቪቭ ብምባል ደሃያ ክገብር ምልክት ገበረትለይ። ካብ ግምተይ ኣይወጸን፣ ሮቤል እዩ ጽሒፍለይ። ዊል ቢ ኣት ዩር ሃውስ ዶር ኢን ሰርቲ ሚኒትስ፣ ድሕሪ ፍርቂ ሰዓት ተዳልየ ክጸንሕ ዝሕብር ናይ ጽሑፍ መልእኽቲ። ኦኬ፣ ብቕጽበት ድልውነተይ ኣረጋገጹ። ሮብየልን እቶም ህቡባት ኣዕሩኹን ኣብ ዘለዉዎ ኣጋጣሚ፣ ኵሉ ኻልእ ሰብ ድምቀቱ ይቕንስ እዩ። ሮብየልን ኣዕሩኹን ኣብ ዘለዉሉ፣ ዋላ እውን ጨርቅኻ ደርቢኻ ጥራሕ ነብስኻ እንተ ሳዕሳዕካ ዝርእየካ ሰብ የልቦን። ሮብየልን ኣዕሩኹን ኣብ ዘለዉሉ፣ ዝተኸደንካ ተኸደን፣ ዝረገጽካ ርገጽ፣ ዘጋየጽካ ኣጋይጽ፣ ኣድህቦኡ ዝህበካ ሰብ የልቦን። ሮብየልን ኣዕሩኹን ኣብ ዘለዉሉ፣ ኣብ ገዛእ ውራይካ እውን እንተ ዀነ ጋሻ ኢኻ። ግዳ እዚ ምዃኑ እቲ ሓቂ እናፈለጥኩ እውን እንተኾነ ከም ዓቕመይ ክከዳደን ነይሩኒ። ኣርማድዮ ከፊተ ነቲ ውሑድ ግዜ ጥራይ ዝተኸደንኩዋ ጸላም ጂንስ ስረ፣ ጸላም ሌዘር ጃከት ምስ ሓንቲ ርጉድ ዝበለት ጸላም ካናቲራ ናብ ዓራት ደርበኹ። ነታ ሳእንታተይ ዘቐምጠላ ሳጹን ብምኽፋት እውን መርገጺኤን ብርኽ ዝበላ ካብ ቆርበትን ፕላስቲክን ዝተሰርሓ ጸለምቲ ጽምዲ ሳእኒ ደልደልኹ። ቀጺለ ነቲ ንእስ ዝበለ ማዕጾ ናይቲ ኣርማድዮ ብምኽፋት፣ ረጎድትን ሓጸርትን ጸለምቲ ጽምዲ ኻልስን ጨናን እውን ናብ ዓራት ደርበኹ። ብውሽጠይ፣ ብዝኸኣልክዎ ዓቕሚ ኽዘናጋዕ ከም ዘለኒ ምሕሳበይ ኣየቋረጽኩን። ክዳውንተይ ተኸዲነ፣ መስትያት እናረኣኹ ገጸይ ኣብ ምምዕራይ እንከለኹ ሞባይለይ ደጊማ ቪቭ በለት። ሕጂ እውን ካብ ሮቤል መልእኽቲ መጸኒ ካም ኣውት ብሮ ዊ ኣር ሄር ብዓይነይ ንገዛይ ደሓን ሕደር እናበልኩ ግዜ ከይበላዕኹ ማዕጾ ዓጽየ ወጻኹ ናይ ሮቤል መኪና ብትሕት ዝበለ ድምጺ ናይቲ ልጅ ሚካኤል ዝበሃል ኢትዮጵያዊ ደራፋይ ዘምናይ ማረዮ ንእትብል ህብብቲ ደርፊ ከፊታ ኣብ ኣፍደገ ካንቸሎና ኮይና ቀይሕ መብራህቲ ውላጽ ተብል ነበረት። ሞባይለይ ናብ ጁባይ እናእተኹ ናይ ድሕሪት ማዕጾ መኪና ከፊተ እትው ክብል ሰብ ከም ዘሎ ተረዲእኒ። ብርግጽ ራህዋ እያ። ተመሊሰ ክወጽእ እሞ ኣብ ቅድሚት ምስ ሮቤል ክቕመጥ ወሲነ ነይረ። ግዳ ኮፍ ደኣ በልኩ። ኣብዞም ብሓደ ዝነበርናሎም ኣርባዕተ ዓመታት ንራህዋ ከምኡ ኢላ ተጸባቢቓ ሓንቲ ወይ ክልተ ግዜ ጥራይ'የ ርእየያ ክኸውን ዝኽእል። ዳርጋ ኩሎም ርክባትና ኣብ ውሽጢ ገዛኦም እዮም ነይሮም። ሜሪ ኣፍቃሪት ሓዋ ስለ ዝኾነት እያ ትወጽእ ነይራ ትኸውን እምበር ራህዋ ምውጻእ ምስ ሰባት ምሕዋስን ዘይትፈቱ ባሕታዊት እያ። ሰላም ክንበሃሃል እንከለና ዝተገደሰትለይ ኣይትመስልን። ሮቤል ክዛረብ ግዲ ደልዩ ፍሽኽ እናበለ። ገጹ ናባይ ጠውዩ ድምጹ ኣበሪኹ ንምጭራም ምስዕሳዕን ድልው ድዮም ኣቶ ቢኒ ድልው እዮም ድልው ብሓባር ሰሓቕና ኣንፈትና ናብ መንበሪ ቤት ሜሪ ብምግባር ፍጥነት ብዝተሓወሶ ጉዕዞ ኣብ ውሽጢ ሒደት ደቓይቕ ኣብ ኣፍ ደገ ገዛ በጻሕና። ሜሪ ዘይኣመላ ተዳልያ ጸኒሓትና። ኣዝዩ ብዙሕ እዋን ደኣ ይኹን እምበር ቅድሚኡ ምስ ሮቤል ካብ ገዛኣ ወሲድናያ ኣለና። ዳርጋ ኣብ ኩሎም ኣጋጣሚታት ድማ እንተወሓደ ንፍርቂ ሰዓት ተጸብያትናያ። ሽዑ ግን ኣብ ማዕጾ'ያ ጸኒሓትና። ናይ ቅድሚት ማዕጾ ማኪና ከፊታ ኣብ ጎኒ ሮቤል እናተቐመጠት ሰላምታ ተለዋወጥና። ጌጋ ደኣ ይኽልኣለይ እምበር ሜሪ ሽዑ መዓልቲስ ነብሳ ብጨና'ያ ተሓጺባ ክሳብ ምስትንፋስ ንስእን ኣፍንጫና ዝዓብሰና ጨና ተለኽያ ነይራ። ሜሪ ሰሓቒት'ያ፣ ምስ ሮቤል ኣብ እትኾነሉ ብሕልፊ ካብ ምውኻኽ ኣይትዐርፍን። ሮቤል ኣንፈት መኪንኡ ኣስሪሩ ነቲ ናይ መወዳእታ ጉዕዞ ተተሓሓዞ። መዓልቦና ኣብቲ ኣብ ቤሎ ዝርከብ ኤምባሲ ኣዲስ ዝበሃል ብዙሓት ኤርትራውያን ዝመላለስሉ ዓብዪ ክለብ እዩ። ሮቤል ከም ንጉስ ክዘናጋዕ ኣብ ዝወጽኣሉ ብብዙሓት ኣወዳትን ኣዋልድን እዩ ዝዕጀብ። ናይ ሎሚ ግምተይ እውን ከምኡ እዩ። ሰባት ኣለዉና ድዮም? ኢለ ክሓቱ ሓሲበ ነይረ፣ ግን ዳርጋ ርዱእ ብምዃኑ ኣይሓተትኩዎን። ብዘይርብሽ ድምጺ ሙዚቃ ተዓጂብና፣ ግሩም ትርኢት ከተማ ኣዲስ ኣበባ እናስተማቐርና ኣብ ቦታ ቆጸራና ክንበጽሕ ነዊሕ ግዜ ኣይወሰደልናን። ኣዲስ ኣበባ ኣብ ግዜ ምሸት ካልእ ከተማ እያ ትመስል፣ ብፍላይ ካብ ዓርቢ ክሳብ ሰንበት። ክሳብ ብገለ ወገናት ላስ ቬጋስ ትበሃል እያ። ከም ሕጊ ናይቲ ዝኸድናዮ ክለብ ኣብ ኣፍደገ እቲ ክለብ ብዝነበሩ ዋርድያ እናተፈተሽና ተመሪሕና ናብ ውሽጢ ኣእተና። እቲ ገዛ ጽልምትምት ኢሉ ኮይኑ፣ ውሽጡ ድማ ብርቱዕ ድምጺ ሙዚቃ፣ ናይ ሺሻ ትክን ኣዝዮም ብዙሓት ግርማት ክዳውንቲ ዝተኸድኑ ሰባት መሊኡ ነበረ። ካብ ዝፈራሕኩዎ ኣይወጻኹን። ገለ ገለ ደረፍትን ተዋሳእትን ዝርከቡዎም ሓደ መኣዲ ምሉእ ዝኾኑ፣ ናይ ሮቤል ሰባት ኣብ ውሽጢ ጸኒሖሙና። ምስ ረኣዩና፣ ካብ ዝተቐመጡ ብምትንሳእ ንሮቤልን ሜሮን እናሓቖፉ፣ ንዓይን ራህዋን ድማ ኣእዳዎም እናለኣኹ ሰላም ኢሎሙና። ሮቤልን ሜሮን ኣብ ማእከል፣ ኣነን ራህዋን ከኣ ኣብ ሓደ ጸግዒ ብምዃን ድማ ተቐመጥና። ኣብቲ ኣብ ቅድሜና ዝነበረ ገፊሕ ጣውላ ዘይነበረ ዓይነት መስተ ኣይነበረን፣ ቮድካ፣ ዊስኪ፣ ጅን፣ ትኪላ፣ ካልኦትን። ባህሪ ኣዕሩኽ ሮቤል ስለ ዝፈልጦ፣ ዝግደለስ ሰለይ ሰብ ብዘይምህላዉ፣ እንተዘይኮይኑ ሞቕሞቕ ዝበለ ሕድሮ ክኸውን ምዃኑ ደስ ኢሉኒ ነይሩ። እቲ ካብታ ብጸጋማይ ዝነበረት ራህዋ ቀጺሉ ተቐሚጡ ዝነበረ ሰብ፣ ሄኖግ ብምንባሩ ግን ቁሩብ ጎዲሉኒ ነይሩ። ሄኖግ፣ ኣብ መፋርቕ ሰላሳታት ዝርከብ ጸሊም፣ ሓጺርን በራሕን ኮይኑ፣ ብዙሓት ኣድነቕቲ ዘለዉዎ ናይ ፌስቡክ ጸሓፋይ እዩ። ኣነ ግን ቅንዕና ዘይበሉ ኮይኑ ስለ ዝስምዓኒ ኣይፈትዎን እየ። ምስ ራህዋ ናይ ሓደ ወይ ክልተ ኣጋጣሚታት ፍልጠት ይነብሮም እዩ። ካብቲ ዝመጻእናላ ደቒቕ ጀሚሩ ኣብ ልዕሊኣ ዝገብሮ ዝነበረ ኽምስምስን ዘይቅዱስ ኣጠማምታን ደስ ኣይበለንን። ኣብ ጸጋማይ ጎና ተቐሚጡ ስለ ዝነበረ ሓንሳብ መንኮባ ሓንሳብ ሰለፋ ክተናኽፋ እውን ይረኣዮ ኣለኹ። እፈልጥ እየ ራህዋ ኣፍቃሪተይ ወይ ሰበይተይ ኣይኮነትን። ግና ሓብተይ እንድያ እቲ ሰብ ከኣ ሄኖግ እንድዩ ክሓርቕ ይግብኣኒ እዩ ብርግጽ ከኣ ሓሪቐ ነይረ ግዜ እናኸደ ጣውላና ድማ ጋይሽ እናተቐበለት ትዕምር ድሮ ኣብኡ ዘይጸንሓ ቅድሚ ሕጂ እውን ርእየየን ዘይፈልጥ ኣርባዕተ ሓሙሽተ ዝኾና ኣዋልድ ጸንቢርና ኢና መስተ ኣብዚሐን ግዲ ኮይነን ኩለን ረሲነን እየን ምስ ዘዝተኸፍተ ደርፊ ትሃነን የውጽኣ ይቆጸጽያን ነይረን። እቶም ህቡባት ኣዕሩኽ ሮቤል እውን እናተባራረዩ የሳዕስዕወን፣ ምስኦም ድማ ይስዕስዓ ነበራ። ሄኖግን ራህዋን ኣብ ዲቕ ዝበለ ዕላል ኣትዮም እዮም። ሄኖግ እቲ ከይተሓለለ ክትሰቲ ከደፋፍኣ ዘምሰዮ ድሮ ቀኒዕዎ፣ ራህዋ ብዘይለመና ክትሰትን ክትዛረብን የሪኣ ኣለኹ። እንተ ኣነ እሞ ብጽልኢ ሄኖክ ውሽጠይ ጓህሪ ተደፊኡዎ ዝግደሰለይ ሰብ እውን ስኢነ ደጋጊመ መስተ እናቐዳሕኹ ኣብ ምግልባጥ እየ ተጸሚደ ነይረ። ቃጽሎይ ንኽጋደድ ድማ ራህዋ ዘይኣመላ ነቲ ጸሊኤዮ ዝነበርኩ ሄኖክ ሓንሳብ ክትስሕቐሉ ጸኒሓ ክትጽግዖ ጀሚራ። ነቲ ኣብ ውሽጠይ ተኣጒዱ ዝነበረ ቃጽሎ ንምጥፋእ ደጋጊመ መስተ ምግልባጥ ግዲ ኣብዚሐ ኣዒንተይ ክሕወዝውዙኒ ጀመሩ። ኣብ መንጎ ሄኖክ ክሸይን ተንሲኡ ምውጽኡ ንራህዋ ብመንከሳ ናባየ ጠሚተ ኮልተፍተፍ እናበልኩ፣ እንታይ ክትገብሪ ዘለኺ ባሮ፣ እዚ ወዲ ይግጥሞ'የ፣ ጥዑይ ኣይኮነን፣ ኢለያ ብሓውሲ ሓልዮትን ቅንን። ንሳ ግን ቃል ኣየውጽእትን። በቲ ዳርጋ ለሚደዮ ዝነበርኩ ናይ ጽልእ ጠማምታ ድሕሪ ምግናሕ ኢደይ ሰው ኣቢላ ብርጭቆ ኣልዒላ ነዊሕ ጨለጠት። ከምዚታት እናጋጠመ ከባቢ ኣጋው ጓሕታ ምስ ኮነ ሄኖክ ካብ ዝነበሮ ብድድ ብምባል ብየማናይ ኢዱ ኢድ ራህዋ ብምሓዝ ክትስዕቦ ምልክት ገበረላ። ክትኣብዮ እናጸለኹ ድማ ብድድ ኢላ ሰዓበቶ። ሮቤል ኣዒንቱ ኣፍጢጡ ናባይ ምስ ጠመተ ገለ ክብል ወይ ክገብር ተጸብየዮ እኳ እንተ ነበርኩ፣ ኣፍቃሪቱ ሃንደበት ምዕጉርቱ ስለ ዝሰዓመቶ ግን ኣድህቦኡ ንእለቱ በነነ። ሄኖግን ራህዋን ኣእዳው ጨቢጡ ብዝቐምሰለ ዓይኒ እናረኣኹዎም ተዋጣጢጦም ናብ ሽቓቕ ኣተዉ። ህጻን ኣይኮንኩን፣ ኣብ ክለብ ወድን ጓልን ተተሓሒዞም፣ ናብ ሽቓቕ እንተኸይዶም እንታይ ከጋጥም ከም ዝኽእል ይፈልጥ እየ። እንትርፎ እናተመላለስካ መስተ ምግልባጥ ግን ክገብሮ ዝኽእል ነገር ኣይነበረንን። ድሕሪ ከባቢ ርብዒ ሰዓት ይኸውን ካብቲ ዛጊት ዓይነይ ዘይፈለኹሉ ናይ ሽቓቕ ዝወስድ ኣንጎሎ ሄኖክ ፍሽኽ እናበለ ናብ ጣውላና ክመጽእ ተዓዘብኩ። ሰይጣን ብኣኳሉ ኮይኑ ተራእየኒ። ውሽጠይ ደጋጊሙ፣ ዘሊልካ ክሳዱ ስበሮ ይብለኒ ነይሩ። ራህዋ ብፍቓዳ ከም ዝኸደት ዘኪረ ግን ስቕ በልኩ። ኣብ ጎድነይ ኮፍ ክብል እንከሎ፣ ራህዋኸ? ክብሎ ሓሲበ ነይረ። ኣይበልኩዎን ግን። ከም ዝጸልኦ ስለ ዝፈልጥ ብናይ ጸላኢ ዓይኒ'ዩ ዝጥምተኒ። ክዛረቦ ኣይደፍርን እየ፣ ንሱ'ውን ኣይደፍረን'ዩ። ሮቤል ገለ ክገብር ተስፋ ገይረ ነይረ። ኣይገበረን ግን። ምኽንያቱ ኣብ ህልም ዝበለ ስምዒት ኣትዩ ምስ ሜሪ ይሰዓዓም እዩ ነይሩ። ናብ ሽቓቕ ከይደ ደሃያ ክገብር ደልየ ነይረ፣ በቲ ሓደ ሄኖክ ከይሕጎስ በቲ ካልእ ድማ ራህዋ ከይትቑጠዓለይ ፈሪሐ ገዲፈዮ። ዝገብሮ ኣይነበረንን እንትርፎ መስተ ቀቀዲሕኻ ምጭላጥ። ራህዋ ድሕሪ ሄኖክ ንኽንደይ ዝኣክል ግዜ ከም ዝደንጎየት ብርግጽ ኣይዝክሮን፣ ብዘይ ቀልዓለም ግን ምሉእ ለይቲ ጠፊኣ ድሕሪ ምሕዳራ፣ ኮይኑ ይስምዓኒ። ጸጉራ ተባታቲኑ፣ ኣዒንታ እውን ንምርኣይ ዘየብህግ ሓድሽ ምስሊ ሒዞም። ካብቲ ናብ ሽቓቕ ዝወስድ ኣንጎሎ ክትመጽእ ረኣኹዋ። ቅልጥፍ ኢለ ካብ መቐመጥየይ ተንሲኤ ናብ ፍርቂ መንገዲ ከይደ ተቐበልኩዋ። ደሓን ምዃናን ዘይምዃናን ክሓታዮ ሓሲበ ነይረ። መስተ ኣብዚሐ ብምንባረይ እዩ መስለኒ ግን ሃንደበት ክሓርቕ እዝከረኒ። ኣብ እዝና ተጸጊዐ ብዓውታ። ክሳብ ክንድኡ ናይ ምስዓም ህርፋን እንተ ነይርኪ ብዙሓት ካልኦት ኣወዳት ነይሮምኺ እንድዮም። እንተ ተረዲእኪ ምስ እንዳ ጓሓፊኺ ክትሰማምዓዓሚ ጸኒሕኺ። ሰንደልደል እናበልኩ፣ ብመጀመርታ ኣይገድሰካን እዩ፣ ደሓር ድማ እንዳ ጓሓፍ ንስኻ ኢኻ። ንዓይ እሞ ረስዓኒ፣ ናባኻ ክትቀርብ እትደሊ ጓል ኣብ ዓለም ምሉእ ክትረክብ ኣይትኽእልን ኢኻ። ናብ ጥቓይ ከይትቐርብ፣ ከይትዛረበኒ። ኢላትኒ ብዘናድድ ገጽን ብዝተቓጸለ ድምጽን። ቁሩብ ጌጋ ዝገበርኩ መሰለኒ፣ ብቕጽበት ግን ሓዋ ምዃነይ፣ እቲ ዘዛርበኒ ዘሎ ሰብ ድማ ሄኖግ ምንባሩን ዘኪረ፣ እቲ ክሓርቕ ዝግብኦ ሰብ ኣነ ምዃነይ ኣረጋገጽኩ። ድሕሪ'ቲ ሓጺር ቈይቋና፣ ራህዋ ናብ ጠረጴዛና ኣነ ድማ ናብ ሽቓቕ ብምእንፋት ሰጐምና። ኣብቲ ሽቓቕ ኣብ ዝነበረ ገዚፍ መስትያት ምስለይ እናረኣኹ። ነቲ ረሲኑ ዝነበረ ገጸይ ማይ ክደፍኣሉ ፈተንኩ። ከምቲ ወትሩ ክሓርቕ እንከለኹ ዝኾኖ፣ ጸጉሪ ርእሰይ ደው ኢሉ፣ ገጸይ ተዋጣጢሩን ቀይሑን። እዘን ደቒቕቲ ኣዒንተይ ድማ ካብ ነቡር ንላዕሊ ተነፊሐን ቀይሐንን ነበራ። ራህዋ፣ እንዳ ጓሓፍ ንስኻ ኢኻ! ስለ ዝበለትኒ መመሊሱ የሕርቐኒ ነይሩ። ንሄኖግ ንምክልኻል ምዃኑ ድማ ንቓጽሎይ መመሊሱ ነዳዲ ይውስኸሉ ነበረ። ናብታ ጣውላ ተመሊስካ ኮፍ ምባል ኣመና ጸልእኒ። ዳርጋ ወግሒ'ዩ ነይሩ። ሃንደበት ሓሳብ ስለ ዝመጸኒ፣ ሞባይለይ ካብ ጁባይ ብምውጻእ ናብ ሮቤል ሓጺር መልእኽቲ ክጽሕፈሉ ጀመርኩ። ቁሩብ ስለ ዝኸበደኒ ታክሲ ሒዘ ንገዛ ከይደ ኣለኹ ሮቢ። መልሲ ከይተጸበኹ ድማ መንገዲ ብምቕያር ተዃሊለ ካብቲ ክለብ ወጻኹ። ኣብቲ ኣፍደገ ብዙሓት ሰብ ታክሲ መካይኖም ዓሺጎም ዝወጹ ሰብ ክጽበዩ ጸኒሖምኒ። ሓደ ካብኣቶም ድማ ናባይ ጽግዕ ብምባል ክዛረበኒ ጀመረ። ኣቤት ኣለቃ የት ላድረለሽ ሳሪት ኣድስ ሰፈር እሺ ኣራት ክፈላለሽ ይሁን ቀልጢፈ ካብቲ ከባቢ ክስወር ስለ ዝነበርኒ ደኣ እምበር፣ ኣርባዕተ ሚእቲ ብር ነቲ ጉዕዞ ይበዝሖ እዩ። እተን ብግንባረይ ተተርኢሰየን ዝነበርኩ ቀላጽም ኣእዳወይ ግዲ ግዜ ነዊሕወን ክድንዝዛ ተፈለጠኒ። ጸቕጢ ገይረለይ ክግልበጥ ክብል፣ ነቶም ብድሮኡ ተኸዲነዮም ዝወጻኹ ክዳነይን ሳእነይን ለቢሰ እግረይ ጠልጠል ኣቢለ ብኸብደይ ኣብ ዓራተይ ደቂሰ ምንባረይ ተረደኣኒ። ፍሕትሕት ኢለ ርእሰይ ኣልዒለ እንተ ረኣኹ፣ ሞባይለይ ኣብ ጎድነይ ተጋዲማ፣ ግዜ እንተ ረኣኹ ኸኣ ሰዓት ኣርባዕተን ኣርብዓን ናይ ኣጋ ምሸት ኰይኑ። ምሉእ መዓልቲ ደቂሰ ውዒለ እዩ ዝኸውን ዘሎ። ኣዳቕሳይ ኣመዓራርየ ናብ ሞባይለይ ዝመጸኒ ሓድሽ ነገር እንተ ነይሩ ከራጋግጽ ምስ ከፈትኩ፣ ሓደ ቅድሚ ሽዱሽተ ሰዓት፣ ካልኣይ ድማ ቅድሚ ሰለስተ ሰዓት ካብ ሮቤል ከይሰማዕኩዎ ዝሓለፈኒ ደወላት ሓደ ምስ ተባራበርካ ደውል ዝዓርከይ ዝብል ናይ ጽሑፍ መልእኽቲ ነይሮም። ካብ ሸነኽ ኢንስታግራም ድማ ብርክት ዝበሉ ካብ ሓንቲ ብዙሕ ዘይፈትዋ ፌሩዝ እትበሃል ሰብ ዝተላእኩ ስእልታት ዘለዎም መላእኽትታት እቶም መልእኽትታት ቢነይ ናፊቀካ ሎምስ ምሳይካ ክትውዕል ምሽ ጥዕምቲ ቡን ከስትየካ የምጽኣ በጃካ። ዝብሉ ነበሩ። ፌሩዝ ኣይትርብርብን እያ፣ ወላ ገጽ እናኸላእኩዋ ወትሩ እያ ከምዝታት እትጽሕፈለይ። ከም ፌሩዝ ገሩ ዘጨንቐኒ ሰብ ኣብ ህይወተይ ኣጋጢምኒ ኣይፈልጥን እዩ። ቅድሚ ከባቢ ሰሙን ደዊላ ምዕጻዉ ምስ ኣበየትኒ፣ ነዛ ቀዳም እዚኣ ናብ ገዝኣ ክኸይድ ምዃነይ ቃል ኣትየላ ነይረ። ሓቂ ንምዝራብ ግን፣ ረሲዐ'የ ነይረ። ኣብ ፌስቡግን ኢንስታግራምን ብእትልጥፎም ዝተኸፈፈቱ ስእልታታ ብዙሓት ሰባት ክፈትውዋን መልክዓ ከድንቑን ይርኤ። ንዓይ ግን ብፍጹም ጽብቕቲ ኮይና ተሰሚዓትኒ ኣይትፈልጥን። ቅድሚ ከባቢ ክልተ ዓመት ብመንገዲ ገለ መሓዙታ ኣብ ሓደ ናይ ምዝንጋዕ ኣጋጣሚ ኢና ንፋለጥ። ኣብቲ ዝተፋላጥናላ ምሸት ክልቲና መስተ ኣብዚሕና ነይርና። በየነን ብኸመይን ክልቲና ክንዝክሮ ብዘይከኣልና መንገዲ ድማ ንጽባሒቱ ንነብስታትና ኣብ ዓራት ረኸብናየን። ብድሕሪኡ'ውን ብርግጽ ስሕት ኢልና ወጺእና ተዘናጊዕናን ብሓደ ሓዲርናን ኢና። በዚ ኣጋጣሚ ምስ ተለጠፈትኒ እንሀት መልቃቕ ኣብያትኒ። ጸሚኤ ስለ ዝነበርኩ ማይ ክሰቲ ኢለ ኣብ ዓራተይ ተደጊፈ ክትንስእ ፈተንኩ። እቲ ሰንከልከል ዛኪት ኣይገደፈንን። ብኽልተ እጋረይ ረጊጸ ደው ምስ በልኩ ርእሰይ ክዘርረኒ ተፈለጠኒ። ብኢደይ ኣብ መንደቕ ተደጊፈ ክረጋጋእ ፈቲነ። ኣብ መንጎኡ ራህዋ ብገለ ናብቲ ዝዘውር ዝነበረ ርእሰይ ቅልቅል በለት። በዚ መጺኡ ዘይበልኩ ወረስኒ ንነብሰይ ክዘርኦ ተፈለጠኒ። ብቕጽበት ሞባይለይ ብምልዓል ድማ ናብ ፌሮስ ክጽሕፍ ጀመርኩ። ሕጂ ይመጽእ ኣለኹ ኢለ ጽሑፍ ክልእኽን ኦኬ ቤቢ ዝብል መልሲ ክመጸንን ሓደ ኮነ። ብናይ ምፍንፋን ገጽ ከንፈረይ እናጀላላዕኩ እኽኽ ድሕሪ ምባል ሞባይለይ ዓጽየ ናብ ጁባይ ኣእተኹዋ። ኣብ መንጎ ገዛይን ገዛ ፌሮዝን ዘሎ ርሕቐት ሓጺር እዩ። ብኣተዓቓቕ ን ኣዲስ ኣበባ መንገዲ ሓንቲ ታክሲ እዩ። ጸሓይ ጠለስ ኢላ ኣዲስ ኣበባ ድማ እቲ ጥዑም ዝበሃል ኩነታት ኣየር ተላቢሳ ህድእድእ ኢላ ነበረት። ናብቲ ካብ ገዛይ ርሑቕ ዘይኮነ ጽርግያ ብምውጻእ ንሓንቲ ካብተን ኣብዚ ከተማታት ብብዝሒ ዝርከባ ሰማያዊ ዝሕብረን ስርሓት ሩስያ ዝኾና ላድ ዝበሃላ ናይ ተክሲ ኣገልግሎት ዝህብ መካይን ብኢደይ ምልክት ብምግባር ደው ኣበልኩዎ። ጎተር ኮንደሚንየም ትወስዳለች በልኩዎ ነቲ በዓል ታክሲ ብዝተኸፍተ መስኮት ተቐልቂለ። ግባ! ምስ በለኒ ናይ ድሕሪት ማዕጾ ከፊተ ብምእታው ዝርግሕ ኢለ ተቐመጥኩ። ኣብ መንገደይ ፌሩዝ ከም ኣመላ ዕርቃና ዘቃልዕ ክዳን ተኸዲና ክትጸንሕ ምዃና እናገመትኩ ወያ ታክሲ ሻቡ ጉዕዞ ወዲኣ ኣብ እግሪ እቲ ናይ ፌሩዝ ገዛ ዝርከቦ ህንጻ ኣውረደትኒ። ኣርባዕተን ሓሙሽተን ዝኾና ደረጃታት ሓዂረ ኣብ ማዕጾ ገዛ ፌሮዝ በጻሕኩ።
ብሞስኮት ክትሪኤኒ ግዲ ጸኒሓ ከይኳሕኳሕኹ ከፈተትኒ። ከይተዳለኹ ዘሊላ ኣብ ክሳደይ ስለ ዝተጠምጠመት ሰንከልከል በልኩ። ሓንሳብ ኣብ ክሳደይ ሓደ ሓደ ግዜ ድማ ኣብ ክልቲኦም መዓጓጉርተይ ገገላቢጣ ድሕሪ ምስዓም ኣነ እውን ክስዕማ ገጻ ንስያፍ ገይራ ተጸበየትኒ። ደፊኤ ካብ ነብሰይ ከውርዳ ሓሲበ ነይረ ግን ኣይገበርኩዎን ስዒመያ ሓቂ ንምዝራብ ጥዑም ጨና ተለኽያ ነይራ እቲ ተኸዲናቶ ዝነበረት ንነዋሕቲ ተባሂሉ ዝተሰርሐ ክዳን ነቲ ኮርማም ቁመታ ውሒጥዎ ጌራቶ ዝነበረት በሪኽ ሸበጥ ድማ ኣብ ልዕሊ ካልእ እምኒ ዝተሰቕለ እምኒ ኣምሲልዋ ነበረ እቲ ካብ ክሳዳ ዘይሓልፍ ሓጺር ጸጉራ ብወገኑ ብጫ ሕብሪ ተለኽያ ብምንባሩ፣ ኣብ ልዕሊኣ በርበረ ዝተደፍኣ ኣምሲልዋ ነበረ። ኣብ ገጻ ተተቲዑ ዝነበረ ስብሒ እሞ ኸኣ ፊዒግ እኽኽ ብኸመይ እዮም ሰባት ጽብቕቲ ዝብልዋ ግን፣ ካብቲ ኣፍደገ ብኢደይ ወጢጣ ንውሽጢ ቤታ ሒዛትኒ ምስ ኣተወት፣ ብዙሕ ምድላዋት ከም ዝገበረት ተረድእኒ። ዝሑል ምጽኢቃ ተኸፊቱ፣ ኣቝሑ ቡን ኣብ ምድሪ ቤት ተቐሪቦም፣ ሰቲ ተነስኒሱ፣ ድብዝዝ ዝበለ ናይ ቀይሕ፣ ቀጠልያ፣ ብጫን ካልኦት ሕብርታትን ሕውስዋስ ብርሃን ውልዕ ጠፍእ ይብሉ ነይሮም። ፌሩዝ ኢደይ ከይፈነወት በቲ ሓደ ኢዳ ማዕጾ ገዛኣ ገም ኣቢላ ድሕሪ ምዕጻው፣ ደፊኣ ናብ መንደቓ ጸጊዓ። ተመጣጢራ ከንፈረይ ክትስዕመኒ ጀመረት። ጓል ናብ መንደቕ ኣጸጊዓ ክትስዕመኒ ዘይተዋሕጠሉ ውሽጠይ ሕማቕ ዝብለኒ ዝነበረ ግዲ መሲሉኒ፣ ብፍጥነት ብኽልተ እሙና ተሒዘ፣ ንዓኣ ናብቲ ዝነበርኩዎ፣ ንነብሰይ ድማ ናብቲ ንሳ ዝነበረቶ ቀያየርኩወን። ሕቖኣ ናብ መንደቕ ለጢፈ፣ ርእሰይ ኣድኒነ፣ ምትንፋስ ክሳብ እትስእን። ናብ ገጻ ተጸጋዕኹ። ንሳ ድማ ንከንፈራ እናነኸሰት ኣንቃዕሪራ ናብ ከንፈረይ ኣልገበቶ። ቀስ ብቐስ ተባዕታዊ ስምዒተይ ይግንፍለኒ ምንባሩ ይፍለጠኒ ነይሩ። ብኽልቲኦም ኣእዳወይ ክሳዳ ሓኒቐ ስጋ ዝበልዕ ዘሎ ኣራዊት ክመስል ሃነፍነፍ በልኩ። ኣእዳዋ ናብ ውሽጢ ብምእታው ካናቴራይ ንላዕሊ ሰብሲባ ክተውጽኦ ይርድኣኒ ነይሩ። ብኸብዲ ኢዳ ንዕሩቕ ዝባነይ ብቐስታ ክትድህስሶ ምስ ጀመረት፣ ዝተኸደነቶ ብመላጉም ዝተዓጽወ ነዊሕ ካምቻ ብኽልተ እዳወይ ናይ ሓይለቦይ ብምስሓብ ጰንጠስኩዎ። መላጉም ክዳን ፌሩዝ ኣብቲ ምድሪ ቤት በብኣንፈቶም ፋሕ ብምባል ጭርባሕሻሕ ዝብል ድምጺ ኣስምዑ። ንኽዳና ካብ ዝባና ቀንጢጠ ናብ መሬት ክድርብዮ እንከለኹ፣ ፌሩዝ ቁሩብ ፍርሒ ዝተሓወሶ ፍሽኽታ ተርኢ ነይራ። ፌሩዝ ካብ ግምተይ ኣይወጸትን። ኣብ ትሕቲ'ቲ ረቂቕ ካምሻ ዝኸውን ክዳና ኣይነበራን። ምሉእ ብምሉእ ዕርቃና ኣብ ቅድመይ ተገቲሩ ምስ ረኣኹ፣ ሕርቃን ረስንን ተሰመዓኒ። ድሮ ቀስ ብቐስ ኣነ እንዳ ደፋእኩዋ ንሳ ድማ እናወጠጠትኒ ኣብ ጎኒ እታ ብዙሓት ምስጢራትና ትፈልጥ ዓራት ኢና ኔርና ብሓይሊ ደፊኤ ብሕቆ ኣብ ዓራት ከም እትወድቅ ድሕሪ ምግባረይ ተቃላጢፈ ቆልፈይ ፈቲሐ ስረይ ብምምላቅ ኣብ ጁባይ ንዝነበረት ኮንደም ቀዲደ ካብ ሰፈራ ከውጽኣ እናፈተንኩ ፌሩዝ ካብ ዝነበረቶ ተንሲኣ ብኢደይ ሒዛ ናብ እዝነይ ተጸጊዓ ብትሑት ድምጺ፣ ኮንደም ኣየድልየናን እዩ ቢነይ፣ እናበለት ንጸጋመይቲ ኢደይ ስሒባ ናብ ታሕተዋይ ክፋ ኣካላታ መርሓተትኒ። ብህርፋን ጨፈቕፈቕ ኢላያ፣ ኣፋ ሓውሲ ክፍት ኣቢላ ኣዒንታ እናገላበጠት ናብ ዓራት ሒዛትኒ ክትወድቕ እንከላ ኣዝዩ ጽቡቕ ስምዒት እዩ ዝስምዓኒ ነይሩ። ኣፍልባ ረሲኑ ኣጥባታ ተገቲሮም ነይሮም ምስ ውሽጠይ። ኣይተጋገኹን እንዳ ጎሓፍ ኣይኮንኩን ክስዕማኒ ዝደልያ ኣዋልድ ኣለዋ ጸወታ ዓራት ክትጻወትን ዝብህጋ ኣዋልድ ኣለዋ በልኩ ሓቄ ድማ ኣይተጋገኹን መንስ ከ ተጋግያ ነይራ ራህዋ ግርማይ ድሕሪ ከባቢ ፍርቂ ሰዓት ኣቢሉ ይኸውን ፌሩዝ ሓደ እግራ ኣብ ሰለፈይ ብምስቃል ካብ ሓጺር ድቃሰይ ኣበራበረትኒ ዓይነይ ከፊተ እንተረኣኹ ኣነ ብዕርቃነይ ብሕቆይ ደቂሰ ፌረዙ እውን ብዕርቃና ኣብ ጎነይ ፍርቂ ነብሳ ናብ ነብሰይ ሰቂላ ኣዒንቲ ዓሚታ ተጋዲማ ብስንባደ ብድድ ኢለ ኮፍ በልኩ ፌሩዝ ኣዒንታ ከፊታ ናባይ ብምቅራብ ፍሽክ በለትኒ ብቅፅበት ድማ ናይ ጣዕሳ ስምዒት ክስመዓኒ ጀመረ እታ ደጊመ ከይረኽባ ምስ ነብሰይ ቃል ኣትየላ ዝነበርኩ ፌሮዝ ምስቲ ክንዲ ጀሪካን ዝኸውን ርእሳ፣ ዘይመጣጠን ግዝፋን ዘጽልእ ቅርጺ ዘለዋ ነጥብታ፣ ጣዕዋ ዝውሓጠ ገበል ዝመስል ዘፍጣጥ ከብዳን ከክንዲ እኹል ሰብ ዝኾን ኣስላፍ ብዕርቃን ኣብ ጎነይ ምንባራ ምፍጣር'ያ ጽልእኒ። ምስ ሓሰማ ደቂሰ ዝነበርኩ ኮይኑ ክስምዓኒ ስለ ዝጀመረ ተቓላጢፈ ካብቲ ቦታ ክርሕቕ ደለኹ። ሸበድበድ እናበልኩ ክዳውንተይ ልቡስን ዘይልቡስን ገይረ ካብቲ ገዛ ክወጽእ እንከለኹ ፌሩዝ ፍርቂ ነብሳ ብኣንሶላ ሸፊና ብድሕረይ እናሰዓበት፣ ቢናይ እንታይ ትኸውን ኣለኻ ንዓሞ ሰዓመኒ ሓንሳብ? ክትብለኒ ይሰምዓ ነይረ። ክምልሰላ ወይ ግልጽ ኢለ ክጥምታ ግን ኣይደለኹን። ብድሕሪ'ታ ኣብ ናይ ፌሮዝ ገዛ ዘጋጠመ ጉዳይ ንዝነበረት ሰሙን ነብሰ ጽላኣ ስለ ዝገበርኩ ካብ ገዛ ክወጽእ ኣይደለኹን። ኣብ መዓልቲ ሓንሳብ ጥራሕ መግቢ እናበላዕኹ ነብሰይ ቀጻዕኩ። ቴለፎነይ ኣልዓልኩን። ናይ ጽሑፍ መልእኽቲ'ውን ኣይመለስኩን። ደርፍታት ግን ክሰምዕ ቀንየ። እልፍ ኣእላፍ ደርፍታት። ምስ ሰባት ኣይተራኸብኩን፣ እንትርፎ ኣብተን ክልተ ሮቢ ናብ ገዛይ ብምምጻእ ዘዕለለኒ እዋናት ብዛዕባ ራህዋ ወይ ፌሩዝ ከይሓስብ ክጽዕር እየ ቀንየ። ሓንጎልና ግን ብዛዕባ ከምዚ ክሓስብ ኣይደሊን እንተልካዮ ሕሰብ ዝበልካዮ እዩ ዝመስሎ መስለኒ። ብዙሕ ግዜ ዘኪረየንን ተባሳጭየን። ትማል ናይ ምሸት ግን ከይከድካ ኣይኽየድን እዩ ንእትብል ዘረባ ሓደ መተዓብይተይ ዘኪረ፣ ነታ ምሳይ ዝቐነየት ጭንቀት ከፋንዎ ከም ዘለኒ ወሰንኩ። ኣጋጣሚ ድማ ሮቤል ብንግሆ ደዊሉ ነታ ብሃንቀውታ ዝጽበያ ዝነበረ ሓዳሽ ደርፊ ተስፋኣለም ቆርጫጭ ኣብ ስቱድዮ እትይዋ ሳምፕል ሰሪሑ ቅድሚ ናብቲ ማስተር ዝገብራ ሰብ ምኻድ ርእይቶ ክህቦ ልኢኹ ከም ዘሎን ሓቢርኒ ክንሰምዓ ምእንቲ ኣጋ ምሸት ናብ ገዛ ክመጽኦን ብህንጡይነት ተላብዩኒ ነይሩ። ነብሰይ ተሓጺበ ክዳነይ ክቕይር እናበመደብኩ ኣርማድዮ ከፊተ ንምስለይ ኣብታ ማዕጾ ናይቲ ኣርማድዮ ዘሎ መስትያት ረኣኹ። ኣይጠዓመንን፣ ጨጎርጎር ኢለ፣ ጭሕመይ ልዕሊ ዓቐን በዚሑ ነዊሑን። ገጸይ ዓዝዒዙ፣ ኣዒንተይ ኣንኮልኲሎም፣ ከንፈረይ ነቒጹ፣ ብሓፈሻ መልኣኸይ ሃዲሙ ነይሩ። ናብ መስትያት ጽግዕ ብምባል ብትሑት ድምጺ ንገዛእ ነብሰይ ኣጆኻ ቢኒ ዓርከይ! ድሕር ብምባል ፍሽኽ በልኩ። ጸላም ክሳብ ጉንቦ ኢደይ ዝበጽሕ ዝእጅገኣ ርጉድ ዝበለት ካናቲራ ጸሊም ካሲ ስረን ኣውጺኤ ናብ ዓራት ብምድርባይ ድማ ሽጎማናይ ሒዘ ናብ መሕጸቢ ነብሰይ ኣተኹ። ነብሰይ ተሓጸይበ ክዳውንተይ ድሕሪ ምቅያር ንጥዑም ናይ ኣጋምሸት ኩነታት ኣየር ኣዲስ ኣበባ እናስተማቐርኩ ኣብ ኣፍ ደገ ገዛ በዓል ሮቤል ተረኸብኩ። ሮቤል ማዕጾ ንኽኸፍተኒ ሞባይለይ ኣውጺኤ ደዊለሉ። ኣጋጣሚ ግን ምስ ካልእ ሰብ ይዛረብ ስለ ዝነበረ እቲ ደወል ክሰልጠኒ ኣይከኣለን። ቴለቨዝን ወይ ስፒከር እንተዘይከፊቶም ክሰምዑኒ ይኽእሉ እዮም ኢለ ስለ ዝሓሰብኩ ብኢደይ ኣብቲ ረጒድ ማዕጾ ብምህራም ኳሕኳሕ ኣበልኩ። ነዊሕ ከይጸንሐ ድማ እቲ ማዕጾ ተኸፍተ። ግዳ ሮብየል ዘይኮነስ ራህዋ'ያ ከፊታትኒ። ካብቲ ልሙድ ኣከዳድናኣ ፍልይ ብዝበለ፣ ፈኲሱ ሕብሩ ነዊሕን ረቂቕን ጎና ምስ ነዊሕ ዝእጅግኡ ግዝፍ ዝበለ ሓመዳዊ ካኔትራ፣ ኣብ ርእሳን ክሳዳን ድማ ረቕቕ ኢሉ ዕጥርጥር ዝበለ ሓመዳዊ ሻርባን ገይራ ነይራ። ገጻ ካብቲ ንቡር ሕብሩ ጸሊሙን ፋሕሽዩን ነይሩ። ኣጠማምታኣ ዘይከም ቀደሙ ልምልም ዝበለ ይመስል። ኣቐዲሙ ንዓይ ክሕሸኒ ነቕቲ ቅድሚ ሰሙን ዘጋጠመ ፍጻመ ክርስዖ ወሲነ ነይረ። ክርህርሃላ ወይ ሃለዋታ ክሓትት ግን ኣብ መደበይ ኣይነበረን። ግዳ ከይተረድኣኒ ድሕነታ ሓቲተያ። ደሓን ድኺ ደኣ ራህዊት? ደሓን የብኒ፣ ከመይ ቀኒኻ? ጽቡቕ። ረቡ ከኣ ደዊለሉስ ቴለፎን ሒዙ ኣሎ መስለኒ ናባኻ ዝኸድ እንድዩ መሲልኒ ደኣ ወጽየ ጸኒሐስ ኣይጸንሓንን ይመጽእ ይኸውን ንዓ ኣቲኻ ትጸበዮ እናተበሃሃልና ሞባይለይ ኣብ ጁባይ ኮይና ቪቭ ክትብል ተፈለጠኒ ኣውጽየ ተቐቢለዮ ሮብየልዩ ደዊልለይ መርሓባ ረቡይ ቢኒ ዓርከይ ኣይትሓዘለይ ናይ ስንባደ ጌረዮ እንድየ ከይደወልኩልካ ከይደ ሳሚ መሳርሕትና እንድየ ሃንደበት ተጸሊእዎስ ተደዊልኒ ኣብ ኣህያ ህሎት ኣብ ሕክምና ኣለኹ ምስኡ ዋይ ሓወይ እንታይ ረኺብዎ ዳ ጸቕቲ ደም ኣላቶ እንድያ ሃንደበት ኣጥቂዓቶ ሕጂ ግን ደሓን እዩ ረዲኦሞ እዮም ቀልጢፍና እንተወፂና ምሸት ገዛ ክመፀካ እየ እንተመስዩ ግን ደሓን ንፅባሕ ንራኸብ ዝዓርከይ ደሓን ቀስ ኢልካ ሓክሞ ንጽባሕ ንራኸብ ተበሃሂልና ምስ ሮቢ ድሕሪ ምፍላይና ናብ ውሽጢ ገዛ ዘእቱ ምኽንያት ከም ዘይብለይ ተረዲኡኒ ደው በልኩ። ነታ ናብ ውሽጢ ገዛ ገጻ ትመርሐኒ ዝነበረት ራህዋ ጸዊዐ ክፋነዋ ጀመርኩ። ሮቢ ርሒቕ እዩ ዘሎ ኣነስ ገዛ ክምለስ ራህዊት ሓንሳብ ዘይትኣቱ ገዛ ደሓን ክኸይድ እየ በቃ ኢለ ሕቖይ ሂበያ ናብ ማዕጾ ገጸይ እናኸድኩ፣ ብዛዕባ እቲ ፈጺመ ዘይተጸበኹ ኣቀባብላ ኣቀራርባ ብውሽጠይ ክሓስብ ጀመርኩ። ማዕጾ ካንቸሎኦም ብድሕረይ ስሒባ ክዓጽዎ ክብል ካብ ድሕሪት ስመይ ክጽዋዕ ሰማዕኩ። ራህዋ'ያ ጸዊዓትኒ። ኢደይ ኣብ ማዕጾ ኣደጊፈ ተጸብየያ፣ ቅልጥፍ ቅልጥፍ ኢላ ብምስጓም ኣብ ጥቓይ ምስ በጽሐት ድንን ኢላ ደው በለት። ድሕሪ ሓጺር ስቕታ፣ ብቐዳማይ ስለ ዝተፈጥሮ ኩሉ ይቕረታ ቢኒ ሓወይ። እዋእ ራህዊት ደሓን ዲኺ? ካብ መዓስ? ናይ ልበይ እዩ ነይሩ። ራህዋ ይቕረታ ክትሓትት እሞ ይጽናሕ፣ ክትሕተት እትኽእል ሰብ ከም ዘይኮነት እየ ዝፈልጣ። ገጻ ኣቕንዕ ኣቢላ ድኹም ፍሽኽታ ድሕሪ ምፍናው፣ ደገ ወጽየ ንፋስ ክህረም ደልየስ ረቡሓወይ ድማ የለን። ስራሕ እንተዘይብልካ እባ ኣካይደኒ። ኣብ ውሽጢ ውሑዳት ኣካልኢታት ብዙሓት ስምዒታት ተሰምዑኒ። ፍርሐይ ግን ሕልፊ ኩሎም ስምዒታት ደሚቑ ነበረ። ብዝኾነ ግን ንፋስ ከትሃርማ ተሰማሚዐ። ኣብ ሸነኽ ጸጋም ናይቲ ብገዛውትና ኣቢሉ ናብ ቦሌ መጋኘ ዝወስድ ጽርግያ ኣብ ዘሎ ጽምው ዝበለ ፋብሪካ ቢኮ እንዳ ሳእኒ ዝርከበሉ ቦታ ኣብ ሓደ ብርኽ ዝበለ ደንደስ ኢና ቁሩብ ተፈጥ እናተቲትና ጎኒ ጎኒ ኮፍ ኢልና። እንትርፎ እቶም ክልተ ፊት ንፊት ዝነበሩ ዕብይ ዝበሉ ዋርድያታት ናይቲ ትካል ተወር ዝብል ሰብ ኣይነበረን። ኣብ መንጎና ከቢድ ጸጥታ ሰፊኑ ነይሩ ዝበሃልከ ኣይነበረን። ድሕሪ ነዊሕ ሱቕታ ግን ራህዋ ፍሕትሕት እናበለት ዘረባ ጀመረት። ቢኒ? በለትኒ። ኣብየት! በልክዋ። ይቕረ ገይርካለይ ዲኻ? እወ ገይረልኪ። ንስኺኸ ገይርክለይ ዲኺ? እወ ገይረልካ። እቲ ዘበኣሰና ጉዳይ ሄኖክ ከኣ ከምቲ ዝመስለካ ኣይኮነን። ኣብቲ ሽቓቕ ብሓይሊ ክስዕመኒ ምስ ሓሰበ ተባኢስና። በኽየ ወዲኤ እናተመለስኩ ረኺብካኒ ሓቅኻ ኢኻ እንዳ ጉሓፍ እዩ ነይሩ ኣነኸ ኣይኮንካን ሓሪቐ ስለ ዝነበርኩ ጥራየ ከምኡ ኢለካ ይፈልጥ ደጊሙ ነዊሕ ስቕታ ሰፈነ ድሕሪ ሓያሎ ደቃይቕ መሊሳ ዘረባ ቀጸለት ዝሓለፈ ሰንበት እንታይ ከም ዝሓሰበኩ ሃንደበት ቤተ ክርስቲያን ከይደ ኣብ ህይወተይ ተሰሚዕኒ ዘይፈልጥ ስምዒት ተሰሚዕኒ ድሕሪ ነዊሕ ተስፋ ገይረ ንነብሰይ ንሮባ ሓወይን ንኹሉኹም ኣብ ዙርያይ ዘለኹም ሰባት ሕማቕ ይገብረኩም ምህላወይ ድማ ተረዲእኒ። ካብ ሰንበት ክሳብ ሎሚ ከየቋረጽኩ ናብ ቤተ ክርስቲያን እናኸድኩ ንህይወተይ ከስተንትኖ ቀንየ። ክቕይሮ ከም ዝኽእልን ክቕይሮ ከም ዘለንን ድማ ኣሚነ ከም ናይ ቀረባ ሓወይ መጠን ክትሕግዘንን ኣብቲ ዝጅምሮ ዘለኹ ህይወት ድማ ሰብ ክትኮነንን ክሓተካ ክድውል እናበልኩ ኢኻ ባዕልኻ ንገዛ መጺእኻ። ክዛረበሉ ዝደሊ ምስጢር ኣለኒ። ንስኻ ክትዕቅበለይን እንታይ ክገብር ከም ዘለንን ከተማኽረንን ትኽእል ኢኻ ኢለ ይትስፎ። ነገራት ዝቕልጥፉ፣ ግዜ ድማ ካብ ንቡር ፍጥነቱ ብሽሕ ዕጽፍታት ዝዘሓለ ኰይኑ ይስምዓኒ ነይሩ። ነታ ኣብ ጸጋማይ ጐድነይ ዝነበረት ራህዋ እንተጠሚተያ፣ ኣብ ኢደይ ትሞተኒ ኰይና ክስምዓኒ ጀመረ። መልሓሰይ ተለጒሙ፣ ዘረባ ከም ዘይክእል ለዚዝ ለዚዝ ክብል ተፈለጠኒ። ጸጋመይቲ ኢደይ ሰዲደ። ኣጻብዕይ ኣጻብዓ የማናይ ኢዳ ራህዋን ብምትሕልላኽ ናይ ምስምማዕ ኣትረር ኣቢለ ጭብጥ ኣበልኩዋ። ራህዋ ድማ ቁሩፍ ፍሑኽ ኢላ ናባይ ብምቕራብ ርእሳ ኣብ ጸጋማይ መንኮበያ ደጊፋ ኣብ ንውሕ ዝበለ ስቕታ ድሕሪ ምጽናሕ ከም ብሓድሽ ዘረባ ጀመረት። ቢኒ ሓወይ ኢላ ክትብልን ንዝደለየት ደጊማ ክትሓስበሉ ብዝመስል ጸጥ በለት። ኡፍ ኢለ ነዊሕ ድሕሪ ምስትንፋስ ከኣ ከም ብሓድሽ ዘረባ ጀመረት። ቢኒ ሓወይ ጓል ዓሰርተ ሰለስተ ዓመት እንከለኹ እንዳኮይ ናብ ዓዲ ንግደት ገይሾም እንከለው'የ ብገዛእ ወደኮይ ተዓሚጸ። ቴድሮስ እቲ ኣራዊት መሰል ዓብዪ ሓውን ሮቤል ሓወይ'ዩ። ብምሸት ሰኺሩ መጺኡ ዓሚጽኒ። እዛ ብፕላስተር ሸፊነያ ዝኸይድ በሰላ ክዕምጸኒ እንገሎ ብኻራ ክሓርደኒ ክፍትን ዘሰንበረኒያ ንንግሆኡ ስኽራኑ ምስ ገደፎ ቁልዕነተይ ርእዩ ከም ዝተዓመጽኩ ንሰብ እንተነጊረ ብመሓዙተይ ክፍንፈንን ምዃነይ ኣፈራሪሑ ኣእሚኑ ከም ዘይዛረብ ጌሩኒ ንእንዳ ኮይ እታ ኣብ ክሳደይ ዝነበረት ቁስሊ እናተጻወትኩ ኣብ በሊሕ ተንዲኖ ወዲቐ ከም ዝተሃረምኩ ክነግሮም ኣእሚኑኒ። ኣነ ድማ ኣሚነዮ። ቴድሮስ ክሳብ ጓል ዓሰርተ ሸውዓተ ዓመት ኮይነ ናብ ሳዋ ዝኸይድ ኣብ ዝጠዓሞን ሰብ ኣብ ዘይብሉን እዋን ንኣርባዕተ ዓመታት ዓሚጽኒ። ንዝኾነ ሰብ ግን ነጊረ ኣይፈልጥን እየ። ኣብ ሳዋ ግን ምስ ሓደ ወዲ ክላሰይ ፍቕሪ ጀሚረ ነይረ። ንቑሩብ ግዜ ብህይወት ምንባር ጀመርኩለን መሲልኒ ነይሩ። ሓደ መዓልቲ ክርድኣለይ ተተስፌ ብገዛእ ወድኮይ ከም ዝተዓመጽኩ ምስ ነገርኩዎ ግን ብዘይ ዘረባ ርሒቕኒ። ብኦቢሉ እውን ኣይተመለሰንን። ቴድሮስ ንሰብ እንተ ነጊረ ክፍንፍነኒ ምዃኑ ኣጠንቂቕኒ ነይሩ እዩ። ሓቂ ምንባሩ ድማ ኣብቲ ናይ ሰዋ ኣፍቃሪየይ ኣራጋጊጸዮ። እቲ መከራ ዝበዝሖ ህይወተይ ካብ ስዑ ጀሚሩ ወግዓዊ ሲኦል ኮይኑ ዝተረፈ ናይ ሳዋ ግዜ ኩፉእ እዩ ነይሩ ሮባ ሓወይ ወዲ ዙርያ እዩ ናይ ሳዋ ጭምቀተይ ንዓይ ኣኺሉን ረብዮል ዝተረፈ መከራ እዩ ነይሩ ነዚ መልኣኽ ሓወይ ለኪመዮ ድሕሪ ሳዋ ቴድሮስ ካብ ሃገሩ ስለ ዝወፀ ኣብ ገዛ ዝፀንሐንን እምበር ክቐትሎ መዲበየ መፅየ ኣነን ሮብን ናብ ኮለጅ ዘእቱ ነጥቢ ረኺብና ኔርና። በዚ ዝብለካ ጉዳይ ኣነ ቁሩብ ናይ ኣእምሮ ጸገም ስለ ዝገበርኩ ጅምር ኣቢለ'የ ገዲፈዮ። ሮብ ግን ቀጺሉ። ስድራና ሓንሳብ ብትምህርቲ ተጸሊላ ካልእ ግዜ ጸላኢ ሰናያት ረኺብዋ እናበሉ ናብ ብዙሓት ማይ ጸሎት ወሲዶሙኒ። ግን ከኣ ኣይሓሸንን ምኽንያቱ ቁስለይ ካልእ'ዩ ኔሩ። ሓደ መዓልቲ ኣብቲ ገዛ ምንባር ስለ ዘጽለኣኒ፣ ስድራ ከይፈለጡ ሃዲመ ናብ ኢትዮጵያ ምስ መጻኹ፣ ሮቢ ሓወይ ምሳይ ንክኸውን ጥራሕ ናይ ኮሌጅ ትምህርቲ ኣቋሪጹ ስዒብኒ። ኣብቲ መጀመርታ ስድራና ናብ ኤርትራ ክንምለስ እዮም ዝጽዕሩ ነይሮም። ድሕሪ ቁሩብ ግዜ ግን ሮቤል ካብቲ ኣብ ኤርትራ ዝነበርኩዎ ኣጸቢቑ ከም ዝሓሸኒ ነጊሩ ኣብዚ ክንከውን ኣእሚንዎም። ሮቢ ሓወይ ንዓይ መልኣኽ እዩ። ሕሰቦ እሞ ቢኒ፣ ቴድሮስን ሮብን ካብ ሓንቲ ማህጸን እዮም ወጺኦም ኢልካ ምእማን። ግን ኣይኸብድን ክፈኹሰኒ ምእንቲ እዚ ንዓኻ ዝነግረካ ዘለኹ ዛንታ እዩ ንሓደ ሰብ ክነግር ምስ ወሰንኩ ኣብ መጀመርታ ንሮቢየ ክነግሮ ሓሲበ ነይረ ኣነ ሓውየ ሓወይ ክሓመኒ ግን ኣይደለኹን ስለዚ ንዓኻ መሪጸ ነዛ ኣብ ክሳደይ ዘላ ስምብራት ሰባት እንተሪኦማ ብዕርቃነይ እናተዓመጽኩ ዝረኣየኒ ኮይኑ ስለ ዝሰምዓኒ ዝነበረ ንልዕሊ ዓሰርተ ዓመታት ተሸፊነያ ዝኸይድ ነይረ። ሕጂ ግን ምሽፋን ፈውሲ ከም ዘይኮነኒ ተማሂረ። ካብ ኩሉ ረቡሓወይ ናቲ ህይወት ክገብር ደልየ ኣለኹ። ምስ ኣምላኽ ነፍሰይ ተላዚበ ኣነን ረቡሓወይን ህይወት ክህልወና ወሲነ። ምስ ኣምላኽ ነፍሰይን ተማኺረ እውን ንቴድሮስ ሕድገት ክገብረሉ ወሲነ። ድሕሪ ምባል ንእሽቶ ዕረፈት። ርእሳ ካብ መንኮበይ ምስ ኣልዓለቶ ሕቖይ ብንብዓታ ከም ጀብጀበ ተረድኣኒ። ድምጻ ትርር ኣቢላ ዘረባ ቀጸላ። ቢኒ! በለትኒ። ሂራዊት! ካብታ ዝተላለናላ ክሳብ ሎሚ ንዝገበርኩልካ ኩሉ ሕማቕ ይቕረ ግበረለይ። ንዝገበርካለይ ሓገዝን ምጽማምን ድማ የመስግነካ። ሕራይ! ዝብሎን ዝሓስቦን ጭንቕ ኢለኒ ኩሉ ንነብሰይ ብረሃጽ ታህታህ እናበለ ኩሎም ሓጥያተተይ ኩሎም ሕማቕ ዝገበርክዎም ሰባት እንተ ኣኸኺቦም ኣብ ቅድመይ ዝተገተሩ መሰለኒ። ንራህዋ ሕማቕ ባህሪ ከም ዘለዋ እምበር ሕማቕ ሕሉፍ ክህልዋ ከም ዝኸእል ሓሲበ ብዘይ ምፍላጠይ ነብሰይ ጸላእኩ። ውሽጠይ ከኣ ከምዚ በለኒ። እዚ ኩሉ እዋን መንስ ከይጋገ ነይሩ? ብንያም ነጋሲ። ብርግጽ ከኣ ኣነየ ዝጋገ ነይረ። ሃንደበት ግን እዚ ግዜ ብዛዕባ ራህዊት እምበር ብዛዕባይ ክሓስበሉ ዘይግባእ ግዜ ምዃኑ ትዝ በለኒ'ሞ ካብ ሓሳበይ ወጺኤ ኢደይ ናብ ዝባን ራህዋ ሰዲደ ናብ ነብሰይ ኣጥቢቐ ሓቖፍኩዋ። ትማሊ ምሸት ንራህዋ ገዛ ኣብጺሐ ተኺለ መጺኤ ደቂሰ ርእሰይ ክሳዕ ሕጂ ከቢዱኒ'ሎ ክበኪ ከም ዝወዓለ ህጻን ጸጸኒሐ ህህህ ምባል ኣይገደፍኩዎን። እንተፈኾሰኒ ብምባል ናብ ደገ ወጺኤ ዘወርወር ኢለ ክምለስ ሓሲበ። ኣብ ዓራት ኩይነ ክዳውንተይ እናቐየርኩ ኣብ መንጎ ንሓደ እግረይ ኣብ ስረይ ኣእትየ ነቲ ሓደ ግን ከይኣተኹዎ እንከለኹ ክፈኹሰኒ እንተኾይኑ ክጽሕፍ ጥራይ እዩ ዘለኒ ዝብል ሓሳብ መጽኣኒ። ሞባይለይ ስሒበ ድማ ኣብቲ ሓሳባተይን ዝኽርታተይን ግጥምታተይን ዝጽሕፈላ ኣፕሊከሽን ብምእታው ከምዚ ክብል ምጽሓፍ ጀመርኩ። ምንባር ይኣኽለኒ ካብ ዝብል ነዊሕ ግዜ ኮይኑኒ፣ ግዳ ንሱ ዘይኣኽለለይ ኮይኑ ግን ጌና ይነብር ኣለኹ። ቢንያም ነጋሲ፣ ብ፣ ዕለት ኣርባዕተ፣ ወርሒ ሓደ ክልተ ሽሕን ዕስራን ኣርባዕተን።